እግዚኣብሔር ንኹላትና ይደግፍ ንኹላትና ድማ ይርዳኣናን ይዛረበና ሎሚ እውን ከም መእተዊ ደይኮና ንጥቀመሉ ሲ ሰብ ከስተውዕል ከምቲ እግዚኣብሔር ተዘይረድእክን ኣነንታይ ክገብር ዝበለ ንጉስ ኣምላኽ ንሰብ ብቓሉ እንተዘይረዲእዎ ሰብ እንታይ ክገብር ይኽእል? ሰብ ብተፈጥሮኡ ካብ ላዕሊ እንተዘይተዋሂብዎ ዋላ ሓንቲ ከምፅእ ኣይክእልን። ስለዚ ብዛዕባ ሰብ ኣርባዕተ ነጥቢ ክንገብር ንኽእል ወይ ክንገብረሉ ዘለና ሰብ ኣምላኽ ተዘይረዲእዎ ዋጋ የብሉን ፅግዕተኛ ናይ ኣምላኽ ክኸውን እዩ ተፈጢሩ ኣምላኽ ንሰብ ካብ መጀመርታ ክፈጥሮ ካብ መጀመርታ ክሰርሖ ፅግዕተኛ እዩ ክኸውን ደልዎ ሰብ ባዕሉ እንተቆይሙ ኣዳምን ሂዋንን ዝገበርዎ ገይሩ ማለት እዩ ብገዛእ ርእሶም ክቆሙ ብገዛእ ርእሶም ከም ኣምላኽ ክኾኑ ስለ ዝሓሰቡ ኣቐዲሙ እቲ ኩሉ ዝፈልጥ እግዚኣብሔር ነቲ ጽቡቕ ክገብረሉ ኢሉ ዝጸውዖ ወዲ ሰብ ትእዛዝ ሂቦ ካብዚ እንተበሊዕኻ ሞት ክትመውት ኢኻ ስለዚ ሰብ ዋላ እንተዝቕልጥፍ እየ ዝብለኩም ንኣምላኽ ኣይቅድሞን እዩ God is amazing so ወዲ ሰብ ገና ከይተበገሰ እግዚኣብሔር ረጊሙ ወዲኡ እዩ ከም ዝበልዕ ይፈልጥ ፉእ ምዃኑ ይፈልጥ ንኣዳም ጥራይ ግን ኣይኮነን ንዓና ብድሕሪኡ ንመፅእ ከዓ ሰብ ወትሪ ግዝሕሉ ነው ክፉእ ኢልና ስለዚ ሰብ ኣምላኽ ተዘይረድእዎ ዋጋ ይብሉን ብገዛእ ርእሱ ቆይሙ ክነብር ዝኽእል ሰብ የለን እዩ ጎይታ ከኣ ኣብ ስብከቱ እንታይ ኢሉ ብዘይ ብኣይ ዋላ ሓንቲ ኣይትገብሩን ኢኹም ኢሉ ብዘይ ጎይታ ዋላ ሓንቲ ክንገብር ኣይንኽእል ኢና ብኣኻ ግን ኢሉ መጽሓፍ ቅዱስ ዋላ ንሰራዊት ኢና ንጥሕሶ ብኣምላኽና ከዓ ንቆፅሮም ንዘሎ ኢሉ ብኣምላኽ ንኩሉ ኢና ንጥሕሶ ኢሉ ዳዊት ሓያል ሰብኣይ እዩ ኣብ ቅድሚ እግዚኣብሔር በኻይ እዩ ኣብ ቅድሚ ፀላእቱ ግን ጅግና ነይሩ እዚ ንህዝቢ ኣምላኽ ዘባጭ ዘሎ ዘይተገዝረ ሰብኣይ ኣስተባኢልዎ ኩሉ ሰብ ክሳብ ዝገርሞ ስቕ በላ ታስኻ ከኣ ከይተወድኣና እዩ በዓል ሳኦል ጸጸግዖም ሒዞም ብማዕዶ ዝርእይዎ ሰብኣይ ኣቃልል ኣቢሉ መጽዩ ንመን ሒዙ መስለኩም ንኣምላኽ ሰብ ኣብ ኣምላኽ ተደኣ ተደጊፉ ዝኽእሎ ከኣ ይብሉን ኣምላኽ እውን ካብ ሰማይ ናብ ምድሪ እንቆልቂሉ ዝርኢ ብምሉእ ልቦም ኣብኡ ዝውከሉ ሰባት እንተልዮም ክርኢ ኢሉ እዩ ምኽንያቱ ሰብ ዋላ ኣምላኽ እንተ ዘልዕሎ እየ ዝብለኩም ብኣምላኽ ከም እተላዕለ ረሲዑ ባዕሉ ስለ ዝቐውም ከም ሳኦል ሳኦል ወዲ ቂስ ከምኡ ገይርዎ ንኣምላኽ ክብገስ እዩ ብኣምላኽ ተቐቢኡ እምበር ብድሕሪኡ ባዕሉ እዩ ነይሩ እዚኦም ንኣምላኽ ዘየኽብሩ ሰባት እዮም ዳዊት ግን ከም ልበይ ዝበለ ዝበለ ኣምላኽ ከመይ ከም ዝውከሎ ስለ ዝረኣየ ከመይ ከም ዝድገፎ ስለ ዝረኣየ ክዝምሩ ክዝምሩ ከም ናይ ዳዊት መዝሙር ዘምሩ ኢኹም እግዚኣብሄር ንዓይ ኣርደእዩ ጸግዐዩ ከውሐዩ ከውለዩ ጽላለዩ በቃ ናይ ዳዊት መዝሙር እዩ ኣብ ቅድሚ እግዚኣብሔር በኻይ እዩ ወዳቂ እዩ ኣብ ቅድሚ ጸላእቱ ግን ከም ዝበልኩም ዘይተገዝረ ፍሊስጠማዊ ንህዝቢ ኣምላኽ ዘባጨወሉ መን ኢሉ ኣነ እንከለኹ ኢሉ ዓዲ ትህዳእ ቁሶን ኢልዎ ኣነ ከኣቱ ኢልዎ ግን ከኣቱ ከሎ ንጎልያድ ነጊሮ ንስኻ ብመዝረቕ ብኩናት ትመጽእ ኣነ ግን ብስም እግዚኣብሄር ብኣምላኽ ኢሉ መጸካ ዘለኹ ኢልዎ ስለዚ ብዙሕ ግዜ ኣይወሰደሉን። እቲ ዝዓበየ ጸላእቲ ግዜ እቲ ዝዓበየ ጸላኢ ግዜ ከይወስደልና እንተ ደኣ ደሊና ዝሓጸረ መንገዲ እግዚኣብሔር ምውካል እዩ። ብዘይ እግዚኣብሔር ዘይምውጻእ እዩ። ከርክቦም ዶ ይብሎ ይኽእል እኮ እዩ ከርክብ ተዘሚቱ እኮ እዩ ኣንስቱ ከይደን ተዘሚተን ደቁ ኩሉ እኮ ተዘሚቱ እዩ ከርክቦም ዶ ኢልዎ ንኣምላኽ ግን ኣይፋልካን ግቡእ ግበር ይብሎ ከርክቦም ዶ ኣርክቦም ክትማርኽ ኢኻ ዘረባ ኣምላኽ ምስማዕን ምስ ኣምላኽ ምስምማዕን ካብዚ ዝዓቢ ንሰብ የብሉን ሰብ ስለ ዘይድገፍ ይሽግሩ ዘይድገፍ ይደክም ደኺምና ይብል ሽዑ ሎሚ ከይደክም ዝደሊ ኣጉባዝ ይደኽሙ ይሕለሉ እዮም ዋላ ባጺሖም ሰንከልከል ኢሎም ዝወድቁ። ጎበዝ እንድሕር ዝወድቕ ኮይኑ ከይተበገስካ ክትሓስብ እግዚኣብሄር ደሊ። እቶም ንእግዚኣብሄር ዝጽበዩ ግና ኢሉ ሓይሎም ይሕደስ፣ ከም ንስሪ እዮም በኽናፍ ዝበሩ፣ በእግሮም ኣይኮን ድጎዩ ይበሩ። ይኸዱ ኣይደኽሙን ይጎዩኻ ኣይሕለሉን እዮም ኢልዎ ስለዚ ንዘይምሕላልን ንዘይምድካምን ምስ እግዚኣብሄር ምጉዓዝ ክንደይ ጽቡቕ እዩ ሰብ ኣብ እግዚኣብሄር ክድገፍ ኣለዎ ዳዊት ካብ እግዚኣብሄር ተደጊፉ ዝወፀላ መዓልቲ ተሳዒር ይፈልጥን እዩ ኩሉ ሳዕ ኣብ ኣምላኽ ተደጊፉ ጻዕሪ ነይሩ ኣብ እግዚኣብሄር ተዘይተደጊፍካ ግን ኩሉ ግዜ ተሳዓሪ ኢኻ ትኸውን ስለዚ ኩሉ ግዜ ሰዓርቲ መታን ክንከውን ንኣምላኹና እውን ከነሐጉሶ መታን ከነኽብሮ ኣብ እግዚኣብሔር ዝድገፍ ህይወት ይሃልወና ጎይታ ኣብ ማቴዎስ ኣይምን ዮሐንስ 15 እንታይ ኢሉ ወንጌል ዮሐንስ 15 ኣነ ናይ ሓቂ ጉንዲ ወይኒ ኢሉ ተኻሊኡ ከዓ ኣቦይ ባዕሉ እዩ ጨነፍር ከዓ እስኻትኩም ይኹም ይልና ማለት ዝድገፉ ንስኻትኩም ይኹም ጉንዲ ይድገፍን እዩ እቲ ዝድገፍ ጨንፈር እዩ ጨነፍር ከዓ ንስኻትኩም ይኹም እቲ ጨንፈር ኣብ ጉንዲ እንተዘይፀኒዑ ይሓርር ኢልዎ ይቑረፅ ኢልዎ ዋጋ እዩ ዘይብሉ እቲ ጉንዲ ወይኒ ኣነ ንዓይ ኣቦይ ይሂብኩም ኣቦይ እዩ ተኺልኒ ስለዚ ጨንፈር ኣብ ጉንዲ እንተዘይፀኒዑ ዋጋ ይብሉን ኣብ ጉንዲ ተፀኒዑኸ እቲ ዝገርመኩም ኤግዛክትሊ ናይቲ ጉንዲ ፍረ እዩ ዝፈሪ ናይ ኣምላኽ ፍረ ዝህልወና እግዚኣብሔር ምስ ተደገፍና እዩ ነዚ እግዚኣብሔር ታይሉ ህድእ በሉ ኣነ ኣምላኽ ምዃነይ ከኣ ኣስተውዕል ኢሉ። ሰብ ክሃድእ ኣሎ፣ እግዚኣብሔር ዓቢ እዩ፣ ኣይቅደምን እዩ። ንቕድሚት ዝኸዱ ንድሕሪት ክመልሶም ርኢና፣ ዝብገሱ ደው ከብሎም ርኢና። ኣይቅደምን እዩ። ነዚ ኢና ኣዳም ቅድሚ ምብልዑ ሞት ኣውጅሉ። ኣምላኽ ቅድሚኻ ንክኸይድ ዝኽእል ኩሉ ሞት ይእውጀሉ። ኣምላኽ እዩ ዝቕድም፣ ኣምላኽ እዩ ቀዳማይ። ኣብ እግዚኣብሄር ዝውከል ሰብ ብሩኽ እዩ ዝበሎ ነዚ እዩ። ብሩኽ እዩ በቃ። ዕድለኛ እዩ ሰብ እዚ፣ ጥበበኛ እዩ ሰብ እዚ፣ መስተውዓሊ እዩ ሰብ እዚ። ምኽንያቱ ንእግዚኣብሄር ክቕድሞ ዝኽእል ዋላ ሓደ ስለ ዘየለ። ኣብ ኣምላኽ እንተ ተደጊፍና ኩሉ ግዜ ቀዳሞት ክንከውን ኢና። ኣብ እግዚኣብሔር ዝውከል ሰብ ብሩኽ እዩ። ንሱ ከምታ ኣብ ወሓይዝ ማይ እተተኽለት ኦም እዩ ዝመስል፣ ፍሬኣ በብግዜኣ ትህብ፣ ቆጽላ ኸኣ ዘይረግፍ። ዋይ ኣብ ኣምላኽ ተደጊፉ ስለ ዘሎ ወይ ድማ ኣብቲ ሩባ ተተኺሉ ስለ ዘሎ ናቹራሊ ገረብ ከምኡ እንተ ደኣ ኮይኑ ብጥቓ ሩባ ናቹራሊ ከዓ ንሕና ብእግዚኣብሔር ተኣ ጠቢቂና ከምኡ ኢና ነገር ግን ክንደይ ሰብ እዩ ብእግዚኣብሔር ጠቢቂ ዝኸይድ ትሕቶ ሰብ ከስተውዕል እግዚኣብሔር ህድእ በል ይብሎ ህድእ በሉ ተብ ተቢልካ ተስልጣ የላን ጎይኻ ትርክቦ የለን ኣብ እግዚኣብሔር ምውካል ክትመሃር ይደሊ እግዚኣብሔር ኣብ እግዚኣብሔር ተፀጊዕኻ ጥበበኛ ኢኻ ዳዊት ከምኡ ነይሩ መደቡ ጉዕዝኡ ህይወቱ ኩሉ ከምኡ ነይሩ ንጉስ እንድዩ ሰራዊት ኣብዚሑ ሓደ ግዜ ሰብ ስለ ዝኾነ ከማይ ከማኻትኩም ሕጂ ከድና ኢና ሰሲና ኢሉ ጥቃ ምልዮን በጺሖምሉ ሰራዊቱ ቁጸርዎም እስኪ ኢሉ ኣምላኽ ርእይዎ እታ ድዘመራ መዝሙር ኣዘኪርዎ ንጉስ ብሰራዊቱ ብዘለካ ይትድሐኒ ኢኻ እግዚኣብሔር ጸግዐይ ክድብል ከለና እዩ እግዚኣብሔር ከውለይ እዩ እግዚኣብሔር ዕርደይ እዩ ኮታ እቲ ዝኾነ ናተይ ኩሉ እግዚኣብሔር እዩ ክንብል ኣለና እቲ ዘለኽዎ ብምሉእ እግዚኣብሔር እዩ ክንብል ኣለና እቲ ኮይኑ ዘሎ ብምሉእ እግዚኣብሔር እዩ ክንብል ኣለና ምክንያቱ ንሱ በለ ኮነ ማለት እዩ ኣዘዘ ከዓ ቆመ ማለት እዩ ነዚ እዩ መፅሓፍ ቅዱስ እንታይ ይብለና ብዛዕባ እግዚኣብሄር መስለኩም ነዚ ናይ ዓለም ኩነታት ክሪኦ ከሎ ነቲ ሞት ዳእታሲ ኣብ መጀመርያ ኮንካ ትርእየዩ ንሰብይ ፊልሚ ሓሙሽተ ሽሕ ዓመት ሽዱሽተ ሽሕ ዓመት ኮይኑ ዝብል እምበር ኣምላኽ ነቲ መወዳእታ ኣብ መጀመርያ ርእዩስ ጽሑፍ ጽሑፍ ኣቢልዎ ከሎ ወረቐት ሽዑ ሂብና ከነስተውዕል ስለዚ ስለ ዘይቅደም ግብሩ ካብ ምስራት ዓለም ኣትሒዙ ስለ ዝተወድኣ ተብተብ ኢልካ ዝመጽእ የለን። ዝኸውን ነገር የለን። እንታይ ደኣ ህድእ በሉ እሞ ኣነ ኣምላኽ ምዃነይ ኣስተውዕሉ። እይ ተኢሎምኻ ሞይታ ተበሉኻ ደቂ ሳላ ትብሎም እዋይ ኣሰራርሓኻ እውይ ኣሰራርሓኻ ሞይታ ኢሎምስ ደቂሳ ኢልዎ ከምዚ ከማይ ከማኻትኩም ምርዳእ ዝስእንዎ ሰባት ክህሉ ከሎ እንታይ ይብል? ኣልኣዛር ፈትዮ ኢና ደቂሱ እዩ ዘሎ እሞ ንኺድ ኢልዎ። ቶማስ ከኣ ደጋጊሙ ጨኒቕዎ ደቂስ ተሊስ እሞ ክትሱ ኢልዎ። እንታ ሞይቲ ማለትና ኢና በቲ ናትኩም ኣዘራርባ ኢልዎ። ሞይቲ እዩ ኢልዎ። እንተ ሞይቲ ደኣ እሞ ንሕና ከዓ ሓቢርና ንሙት ከዓ ኢልዎ። መቸም ጉዲ ናይ ሰብ ዘረባ ንኺድ ንሕና ከዓ ምንታን ክንመውት ጎይታ ኢየሱስ ግን ራብዕቲ ይግበር ወርሒ ይግበር ሓምሳ ሽሕ ዓመት ይግበር ሚልዮናት ዓመት ይግበር ኣይምልከቶን ንሱ ዝምልከቶ ኣልኣዛር ዲኺ ትስእዎ ንዓና ኣብዚ ውፃእ ጥራይ ዝብሎ ነዚ እዩ ኣብዚ ዳሕራይ ዘመን ክልተ ሽሕ ዓመት ጎይታ ኢየሱስ ክምለስ ከሎሲ ነቶም ቀደም ዝሞቱ ከይተረፈስ ክጽውዖም እዩ። ትንሳኤ ምውታት ክኸውን እዩ። ትንሳኤ ጻድቃን ክኸውን እዩ። ትንሳኤ ሓጥኣን ክኸውን እዩ። ትንሳኤ ዝበሃል ነገር ክኸውን እዩ። እሂ ንዑ ኩሉ ሓደ እዩ ስለዚ ህድእ በሉ እዩ ዝብለካ ኣምላኽ ህድእ በል ኣነ ኣምላኽ እዩ ነገር ተተባላሽ ዘይባላሸው ኦሮማይ ዝባሃል ኣብ ኣምላኽ ጥራይ እዩ ዘየለ ንዓና ኦሮማይ ኦሮማይ እዩ ኣብ ኣምላኽ ግን ኦሮማይ ዝባሃል የለ ነዚ እዩ ሰብ ኣብ እግዚኣብሔር ምውካል ምርጫኡ ክገብሮ ዘሎ ኣብ እግዚኣብሔር ምጽጋዕ ከም ምርጫ ክሕዞ ዘሎ ኣብ እግዚኣብሔር ተዘይወብ ተወኪለ ክኸስር እየ ኣብ እግዚኣብሔር ተዘይተጸግዐ ከምታ በብግዜኣ ትህፍረ ኦም ኣይከውንኒ ቆጽለይ ክረግፍ ይኽእል እዩ ክሓርር ይኽእል እዩ ክጽልሚ ትኽእል እየ ክብል ዘለዎ ትፈልጡ ዲኹም ሰብ ስቕ ኢሉ ተስፋ ከም ዘይቆርጽ? ሰይጣን እዩ ካብ ትኩልቲ ዘውጽኦ። ምክንያቱ ከምታ ገረብ መታን ከይከውን ኣብ እግዚኣብሔር ዝነበሮ ምውካል ከውጽኦ ይጅምር። ኣብ እግዚኣብሔር ዘለካ ምውካል ተወጽኡ ትፈልጡ ዲኹም? ባህሪ እግዚኣብሔር ኣብ ህይወትካ ትስእኖ። እቲ ስቕ ኢልካ ኣብ ዘየለ ተስፋ ምግባር ትስእኖ። ኣብ ምድረ በዳ ዓወት ምዝማር ትስእኖ። ግብ ተይሉ ብርሃን እዩ ንምባል ትጽገም። እሂ ኣብ እግዚኣብሄር ዝውከል ሰብ ከምታ ወሓዚ ማይ ተተኽለት ኦም ስለዝኾነ ቆፅላ ውን በብግዚኡ ስለትህብ ኣይ ሚን ፍሪኣ በብግዚኡ ስለትህብ ቆፅላ ከዓ ስለዘይረግፍ ቆፂልካ ከም እግዚኣብሄር ኢኻ ትነብር እንተ ደኣ ሰይጣን መፅዩ ካብኡ ፈሊካ ግን ተስፋ ዘይብልካ ትመስል ነዚ ጳውሎስ እንታይ ኢልና መስለኩም ከምቶም ተስፋ ዘይብሎም ከይተሓዝኑስ እነግረኩም ኣለኹ ኢሉ ነገር ኩሉሲ ብዘብቅዖ ስለ ዘይብቅዕ ተስፋ ከም ዘይብሎም ግን ክትሓዝን ይፈቱ ነይሩ። በዚ ኸኣ ተጸናንዑ ኢሉ። ስለዚ ለሞ ከጸናንዓኩም እግዚኣብሔር ኤልሻዳይ ኩሉ ዝኽእል የልዎ ንኣብርሃም ምስ መፀ እርጋን ዶ ከየመኽንየሉ ሳራ ዶ ከየመኽንየሉ ናቱ ዶ ከየመኽንየሉ ሓጢኣተ እዩ ገለመለ ኢሉ ከይመኽንየሉ ኦሮማይ ጠፊእና እንዲና ካባኻ ከይብሎ ጠፊኡ ከሎ መፂስ ኣብርሃም ኢልዎ ውላድ ክበካይ ገለ መለ ኣይኮነን ኣነ ኢልዎ ኩሉ እየ ዝኽእል ተደልያ ሳራ ትስሓቅ ተደልዩ ብርሃም ይስሓቅ ሽሙ እቲ ቆልዓ ድሕሪኡ ይስሓቅ ክብሎ ደልዮም ይግበሩ እግዚኣብሔር ግን መፅኡ ኣነ ኩሉ እየ ዝኽእል ኢልዎ ነቲ ህይወት ዘይብሉ ህይወት ዘርኣሉ ነቲ ዝሞተ የተስኦ ነቲ ዘየለ ከም ህሉ ገይሩ ይፅውዖ ድሓር ኮይልና ነቲ ዘየለስ ከም ህሉ ገይሩ ዝፅውዕ ኣምላኽ ስለ ዝኣመኑ ኢሉ ዘየለስ የምጽኦ ምድሪ ኮይነበረትን ጸዊዕዋ እያ መጽያ ካበይ ከይትብሉኒ ካብ ዘይምህላው ናብ ምህላው ሰማያት ተይሉ ምፅ ኢሎም ግጥም በቦቲ ይድሕዝ እግዚኣብሔር ኣምላኽና ይኽበር ስለዚ ኣብ እግዚኣብሔር ዝውከል ሰብ ለሚዒ እዩ ዝነብር ኣብ እግዚኣብሔር ዝድገፍ ሰብ እሱ ኮዩ ሰይጣን እንታይ ተፀልእ በልዎ ምስ እግዚኣብሔር ዝደግፉ ሰባት ምስ እግዚኣብሔር ሕብረት ዝገብሩ ሰባት እ ኣይደኽሙ ኣይሕለሉ ኩሉ ሰንከልከል ይብል እዩ ኩሉ ሓይሊ ኣለኒ ዝብል ሰንከልከል ይብል እዩ ይወድቁ እዮም ከ ኢሉ ኣብ እግዚኣብሔር ዝውከል ሰብ ግን ድኹም ከሎስ ይልምልም ይጥጥዕ ይብርትዕ ይሕይል ኣነ ሓደ ነገር ክነግረኩም ኩሉ ሳዕ ተስፋ ዝቁርፁ እምበር ተስፋ ዝቆርፁ ከይትኾኑ ተደሊኹም ከምኡ ተፈጥሮ እሞ ይሃልኹም ከዓ ተፈጥሮ ኣምላኽ ከምኡ እዩ እግዚኣብሔር ተስፋ ይባዕሉ እዚ ተስፋ እዚ ክህልወካ ነዚ እኮ እዩ ኣሪጎም ዳኣ እንታይ ኮይኖም ተስፋ ገይሮም እሞ ንገሩና እንታይ ኮይኖም እዮም ተስፋ ገይሮም ኣብርሃምን ሳራንስ ከመይ ገይሮም እዮም ዳሕራይ ንምእማንስ ብርቱዓት ኮይኖም እምነት ካብ ተስፋ እዩ ዝርከብ ነቲ ተስፋ ዝግበሮ ርግፅ ምግባር እዩ ከመይ ገይሮም ብንእስነቶም ዝተዋህቦም ተስፋ ርግፅነት ዘይነበሮም ምስ ኣረጉ ግን ርግፀኛታት ነይሮም ምስ ኣምላኽ ዝለግብ ሰብ ሓደገኛ እዩ ንሰይጣን ጸላኢ እመን እዩ ኣብ ምድሪ ተይኩምኒ ምስ ኣምላኽ ሕብረት ዘለዎ ሰብ ኣብ እግዚኣብሔር ዝውከል ሰብ ኣብ እግዚኣብሔር ዝድገፍ ሰብ ከምቲ ጨነፍር ኢኹም ዝበለና ጨንፈር ምዃኑ ፈሊጡ ከይተዓበየ ኣብቲ ጉንዲ ዝጠብቕ ሰብ እቲ ጉንዲ ዝፈርያ ንሱ ይፈርያ እቲ ግንዱ ዝኾና ንሱ ይኾና ስለዚ ካብ እግዚኣብሔር ከይተፈለና ክንነብር እዩ ኣምላኽ ዝደልየና። ንምእማን በርቲዖም ርግፀኛታት ነይሮም ደቂ ተስዓ ደቂ ሚእቲ ከለዉ ክወልዱ ኣብ ሳላሳ እዩ ብዙሕ ሽግር ነይርዎም ብዙሕ ፈተና ውልድ ዘይብለይ እምበር ይብሉ ነይሮም ድሓር ግን ውልድ ኣለና ኢሎም ኣኸሉ ተረዲእዎም ስለዚ ተስፋ ዘለዎ ሰብ ክትከውን ተስፋ ጥራይ ዘይኮነ ተስፋኻ መሊኡስ ተስፋ ዘቑርጽ ሰብ ክትከውን ንሰይጣን ክትከውን ኣለካ። ሰይጣን ብመን ተስፋ የቆርጽ እንተ ተባሂልኩም ብኣይ በልዎ። ብኣይ ብጣዕሚ እዩ ተስፋ ዝቆርጽ ኣብ ምድሪ እየ ኢለኩም ኣብ ሂወትካ ኣይኮነን ኣብ ሂወትና ዳ ቀደም ተስፋ ቆሪጹ ኣብ ምድሪ እውን ሲ ብኣይ ተስፋ ቆሪጹ ይበሉ ተስፋ ቆሪጹ በቃ ምስ እግዚኣብሔር ኮይነ ከም ዘጥፍኦስ ጽቡቅ ገይሩ ይፈልጥ በሉ። ጎልያድ እዩ ገለመለ ስቆላታ ዳዊት ስቆል ኢልዎ ሓው ክተወዳኣና ዓዲ ሙሉ ስቅ ኢልና ጸኒሕናስ ሕጂ መጺኻ ክተባራብሮ ዘይጉዙር ከኣ ትብሎን ከይጸረፍናዮ እኮ ኣርባዓ መዓልቲ እንዳመጸ ኣጨኒቅና እሞ ኣነ ዝብል ዘለኹ ሲ ዘይጉዙር ፊልጠማ ተባኢልዎ ዋዕ ኣንተ ቆልዓ ፈሊጠካ ኣለኹ ኽፍኣት ልብኻ ግን መቸም ክፍሉ ዝብል ልቢ ዘለዎ እንድዩ ክፍኣትካ ዝፈልጥ ስቕ በል ኢሉ ኣይብልኒን ንህዝቢ ኣምላኽ ዝጨንቆስ መን ኢሉ ተስፋ ክቆርጽ ዘለዎ ሰይጣን ባይ ባኻትኩም ሓቂ እየ ዝብለኩም ኣብዛ ገጽ ምድሪ ናይ ዓለም ተስፋ ቆሪጹ እዩ መጽሓፍ ክዛረብ ከሎ ሰይጣን ተስፋ ቆሪጹ ከም ዘሎ እሞ ክነግረኩም መጽሓፍ ቅዱስ ኣብ ራእይ ዮሃንስ ሰይጣን ተስፋ ምስ ቆረጸ እንታይ ኢሉ መስለኩም ቁሩብ ግዜ ከም ዘለዎ ፈሊጡ መን ዲኹም ክመጹ ተኢልኩም ደቂ ኣምላኽ ቁሩብ ግዜ እየን ዘለዋን ኢሉ ሰም ተመጺኦም ኣብቂዓ ነገር ምክንያቱ ንጎይታ እንታይ ኢልዎ ነይሩ ኣብ ዘይ ግዜና ዲኻ ክተጥፍኣና መጺኻ ደቅኻ ደይኮን ደጥፍኡና ንጸላእትኻ መርገጽ እግርኻ ስጋብ ዝገብሮም ኣብ የማን ደይኮንካ ክትቅመጥ ዘለካ እንኳዕ ተወለድና እምበር ሰይጣን ተስፋ ቆሪፁ እዩ ምድሪ ኣምላኽ እውን ነዚ ግዜ እዚ ክፅበ ጸኒሑ ዝገርም ግን ሰይጣን ርጉም እንዲዩ ነቶም ተስፋ ዘለዎም ሰባት ተስፋ ክቆርፅ እዩ ዝመፅእ እሶም ከዓ ዓያሽ እንዲዮም ተስፋ ይቆርፅሉ ሓደ ግዜ ደቂ እስራኤል እዚ ኩሉ ጉዕዞ ተጓዒዞም ጉዕዞ ምስ ወድኡ ተወዲኡ ጉዕዞ በቃ እቲ ኣምላኽ ዝሃቦም ተስፋ ክወርሱ እግዚኣብሔር ኣብ ዝኸፈሉ ኢልዎም ኩሉ ወዲኦሞ እዮም ኩሉ ጉዕዞ ተወዲኡ እዩ ሕጂ ካብዚ በቃ ተስፋኹም ክትሪእዋ ሰለይቲ ስደዱ ኢልዎም ኣብቲ ከመስግንሉ ኣብቲ ንእግዚኣብሔር ክብሪ ክህብሉ ዝግባእ እዋን ኣብቲ ተስፍኦም ዝተወደእ ምንም ጉዕዞ ዘይብሎም እዋን ተስፋ ቆሪጾም ወቂዕዎም እስኪ በሉ ሰይጣን ወቂዕዎም ሰይጣን ዝወቅዖ ሰብ ብጣዕሚ እዩ ዝደሊ ተስፋ ኣብ ዘለዎ እዋን ተስፋ ክትቆርፅ ይደሊ ተስፋ ቆሪፅዎም በጺሖም ከለውስ ተስፋ ኣቁሪጽዎም እግዚኣብሔር ዝበለ ብጣዕሚ እንድዩ ተሓጒሱ እግዚኣብሔር ሽዑ ንዒቅዎምኒ ንምንታይ ኢሉ ክነግረኩም ብጣዕሚ እግዚኣብሔር ተሓጒሱ ጉዕዞ ተወዲኡ በቃ ነዚ ተሪር ክሳድ ህዝቢ ተሸኪመ ኣብዚ ብጺሐዮ እንኳዕ ዳኣብ ዝበጽሐ እምበር ሕጅስ ከ ኣብቲ ኢሉ ተሓጒሱ እግዚኣብሔር ልቡ ሴረሞ ንኣምላኽሲ ልቡ ሴረሞ ምንም ኣብ ዘየለ ነገር ተስፋ መቑረፂ ተሳኢኑ ከሎ ተስፋ ቁሪፆ ያ ተስፋ ዘቑርፅ ጉዕዞ ተኸይዶም ክኾኑ ይኽእሉ እዮም ውሉድ ዘይብሉ ብርሃም ከይዱ ክኸውን ይኽእል እዩ ሕጂ ፈፃሚ ምስ በፅሐ ብርሃም ተስፋ ኣይቆርፅን ንምእማን ይበርቲዑ እንታይ ኮይኖም ደቂ እስራኤል ተስፋ ብ ዘቑርፅ ዘይብሉ እኳ ደኣ ኩነታት ናይታ ምድሪ ክርእዩ ሰለይቲ ስደዱ ኢልዎም ብተስፎኦም ኣፀቢቖም ክሕጎሱስ ዜና ስምዑ ኢልዎም ተኸታተልዎ ኢልዎም፣ ርኣይዎ ኢልዎም፣ ንዕኦም ዝድግፍ ንዕኦም ዝኸውን ነገር ቀሪብሎም፣ ባይ ዘ ወይ ሰይጣን ርጉም እንድዩ ናብታ ኣምላኽ ዝሃቦ ኣጀንዳ ኣምላኽ ከመይ ጌሩ ኣጀንድኡ ይገብር ንኣምላኽ ዝምልከት ከሎ ኣብታ ንዓኻ ዘይትምልከተካ እይኸመይ ንስኻ ርእይቶ ካብዚኣ ይብለካ። ኣምላኸይ ከምቲ ተዛረበኒ ከምኡ ከም ዝገብሮ ይኣምኖ እዩ። ኣነ ተስፋ መቑረፂ እምበር ተስፋ ዝቑርፅ ኣይኮንኩም በሉ። ኣነ ተስፋ መቑረፂ እየ፣ ብተፈጥሮይ ተስፋ መቑረፂ እየ በልዎ። ተስፋ ክተቑርፆ እዩ እግዚኣብሄር ፈጢርካ ኣብዚ ናይ ኣለኩም ኣብዚ ምድሪ ጥራይ ዘይኮነ ኣብ ገጽ ኩላ ምድሪ ተስፋ ቁሪጽዎ ዘሎ ሰይጣን ህዝቢ ኣምላኽ እዩ ኣየናይ ህዝቢ ደቂ ኣምላኽ ኣብ ዘይ ግዜና ዶ ክተጥፍኣና መጺኻ ዝበለ ነዚ እወ ግዜ ኣኺሉ ኣሎ ሕጂ ግዜ ኣኺሉ ከሎ ደኣ ከመይ ገይሮም ደቂ እስራኤል ተስፋ ቆሪጾም ወላ ሓንቲ ተስፋ ዝቑርጽ ነገር የለን ደቂ ዓናቕ ተሳኢኑ እኮ እዩ እቲ ጉዕዞ ስለ ዝተወደአ እሞ ደቂ ዓናቕ ከኢሎም ደቂ ዓናቕ ከኢሎም ኣቐዲሙ እዩ ነጊርዎም ወእስራኤል ስማዕ፣ ንስኻ ትፈልጦ ዓብይን ሓያልን ህዝቢ፣ ኣብ ቅድሚኦም መን ደው ክብል ክበሃል ዝሰማዕካ፣ ደቂ ዓናቕ ክትወርሶም ክትኣቱ ኢኻ ኢልዎም። ገና ከይተበገሱ ከለዉ፣ ንምኽሩ ብዘይ ፍልጠት ዘጸልምቶ ወላ ሓደ የለን። ተስፋ ዘቑርጽ ዘየለ ተስፋ ዝቖርጽ ሰብ ተልዮ መዓንቲ ብስራት ክነግሮ ኣነ ተስፋ መቑረጺ ሰብ እየ በልዎ ንሰይጣን ተስፋ ቑሪጸካ ዘለኹ ኣነ እየ ከመይ ኣቢልካ ንዓይ ተስፋ ትቑርጸኒ እንኳዕ ተወለድና እምበር ንሰይጣን ተስፋ መቑረጽቲ ንሕና ኢና ምኽንያቱ ተጓዒዞም ጉዕዞኦም ዝወድኡ ሕጂ በዓላት ዘብዕሉ ዘለዉ ሕጂ ጣዕሚ እታ ምድሪ ዘለዉ እቶም ተስፋ ዝቆረጹ ምስ ረኣዮም ኢያሱ እንታይ ኢሉ ኣታ ስለምንታይ ኢኹም ኣብ እግዚኣብሄር ትዕምጹ ዓመጽቲ ኢኹም ምንም ኣብ ዘየለ ተስፋ ትቆርጹ ኢልዎም ስለምንታይ ትዕምጹ እግዚኣብሄር ኣምላኽና ከምቲ እተዛረበና ከምኡ ኽንወርስ ኢና ኢሎም። እንጀራና፣ ሙሴ እኳ እንጀራ ገይሩ ንፈርኦን በሊዕዎ። ስለዚ ኣብ ቃል ኣምላኽ ደው ዝበለ ሰብ እግዚኣብሄር ክርኢ ይደሊ። ተስፍኡ ዝፈልጥ ሰብ እግዚኣብሄር ሰብ ይደሊ። ከም እያሱን ካሌብን ዝኾኑ ሰባት እግዚኣብሔር ይደሊ። ምንም ተስፋ ዘቑርፅ ኣብ ዘየለ ተስፋ ዝቆርፁ እንታይ ኮንኩም ተበልዎም እንታይ ይብሉ መንፈስ ይስክ በሉ ምንም ተስፋ ዘይቆርፅ መንፈስ ግን ተስፋ ቆሪፅዎ ሕጂ ግን ከም ዋዕሮ ክነጉራዕርዕ እግዚኣብሄር ይደልየና ግዳይና ዓትዒትና ክንሕዞ እግዚኣብሄር ይደልየና ምንም ኣብ ዘይብሉ ክንስምብድ እግዚኣብሄር ኣይደልን ተስፋና ክንሕዞ እግዚኣብሄር ዝደሊ ተስፋኻ እንተ ደኣ ሒዝካ ትልምልም ትጥጥዕ መመሊስካ ኢኻ ትጥጥዕ እግዚኣብሔር ምስጋና እንዳተጸበየ ተስፋ ዝቆርጽ ህዝቢ ክርኢ ደልኒ ኣምላኽ ምስጋና ካባና ጽበ ሕጂ ምስጋና እግዚኣብሔር ኣብ ጎረሮኦም ክልተ ዝኣፍ ሰይፍ ድማ ኣብ ኢዶም እዚ ንኩላቶም ቅዱሳን ክብሪ ኢልዎ ክብርና ዝኾነ ነገር ሕጂ ንእግዚኣብሔር ምምስጋን ካብ ሎሚ ህዝቡ እንተ ደኣ ነፊዑ እዚ ይግበር ናይ ምስጋና መዓልቲ ኣምፅኡ እንዲ ኢልዎም ጣዕሚ ናይታ ምድሪ ረኣይዎ ኢልዎም ጣዕምታ ምድሪ እንዳበላዕካ ከለካ እግዚኣብሔር ይመጽኣና ኣሎ ኢልካ ክብሪ እንዳመለስካ ከለካስ ኣብ መንጎ ሓደ እትው ኢሉሲ ከመይ ከመይ ዝከውን ዘሎ እሞ ኣነስ ኣይተረድኣንን ዝሕጎስ ግን ምሳና ይተሓጎስ በዓል ዘብዕል ግን ምሳና ይብዕል እግዚኣብሔር ተሓጎስ ኢልና ይንበል እግዚኣብሔር ደስ ይበልኩም ኢልና ይንበል ኣምላኽ ባህ ይበልኩም ኢሉ ከሎ ትኽስክስ የለን ካብ ሕጂ ናይ ሪቫይቫል ግዜ እኮ እዩ ሓጎስ ማለት እንታይ ድዩ ኣነ ሕጂ ከመይ ዝኣምን ትማሊ እግዚኣብሔር ብርቱዕ ዕድል ሂብና መቸም ካብ ሎሚ ንዳሕራይ ኣብዚ መንፈስ ክትመላለሱ እግዚኣብሔር ይሃብኩም እንታይ ኢሉ እግዚኣብሔር ንምሩኻ ጽዮን ክመልሶም ከሎስ ሓለምቲ ነርና ኢሉ ሕጂ ዋላ ብሰይጣን ተማሪኾም ዝነበሩ ዝገበጡ ሰባት እግዚኣብሔር ከቕንዖም እዩ ይህን ረኣይኩምኒ በቃ ከም ሓለምቲ ኔርና ሽዑ'ሲ ኣፍና ብስሓቅ መሊኡ ኢሉ ናይ ስሓቅ መንፈስካ የውረድኩም ኣምላክ ናይ ስሓቅ መንፈስ ይሃብኩም ከለይ ፈቲሕካ ኢሉ ጸልማትካ ገፊፉ ከልኻ ፈቲሑ ማእሰርትኻ ፈቲሑ ጭቁን ዝነበርካ ነጻ ኣውጺኡ ደስታ ኣጢዕካኒ ኢሉ ደስታ በቃ ስቅ ኢላ ነብሲ ትሕጎስ ስቅ ኢላ ባህ ይብላ ብኣምላክካ ደስ ይብለካ ነፍሰይ ከኣ ብኣምላክ ምድሓነይ ባህ ኢልዎ ብኣምላኽ በቲ መድሓኒና ባህ ይበለና እሂ ከልሊ ኣለካ ማእሰርቲ ኣለካ ጭቆና ኣለካ ናይ ሰይጣን ሰልፊ ኣለካ ተወዲእልካ ሕጂ ሕጂ ኣብ ከንኣን ስለ ዝበጻሕካ ተስፋ ቁርጾ ስቕ ኢልካ ሽሽ በል ሳዕስእ ስቕ ኢልካ ሳዕስእ ስቕ ኢልካ ተሓጎስ ተስፋ ቆሪጹ ባዕሉ ክኸይድ እዩ ክርድኦ እዩ ሰብ ክሕጎስ እግዚኣብሄር ይደልዮ ሕጂ ብኣምላኹ ባህ ክብሎ ይደሊ እዩ ከልኻ ዝቕንጥጥ ነዚ እዩ ነቲ ከይረኣኹሞ ሕጂ ተፍቅርዎ ዘለኹም ምስ ረኣኹሞ ብዘይንገር ሓጎስ ክትሕጎሱ ኢኹም ኢሉ። ካብ ሎሚ ዘይንገር ዝበሃል ናይ መንፈስ ቅዱስ ሓጎስ ኣብ ህይወትኩም ይዕሰል። ሓይሊ እግዚኣብሄር ይፍሰስኩም። ካብ ከሊ ነጻ ደውጽኣኩም። ካብ ማእሰርቲ ነጻ ደውጽኣኩም። እንታይ መስለካ ዘይንገር ሓጎስ ናይ እግዚኣብሄር ሓጎስ ምስ ፈሰሰ ትቆጻጸሮ ነገር ኣይኮነን። ትማሊ ደስ ዝበለኒ ንሱ ነይሩ እግዚኣብሔር መንፈሱ ለቂቕልና እግዚኣብሔር ናብ ህዝቡ ይልቀቆ ከምኡ ገይሩ ገና ከዓ ክለቆ እዩ ዘይንፈልጦ ነገር ክንርኢ ኢና ዘይንፈልጦ ሓጎስ ዘይንፈልጦ ደስታ ዘይንፈልጦ ሰሓቅ ዘይንፈልጦ ነገር ኣብ ሂወትና ክበዝሓና እዩ ፍሽኽ ፍሽኽ ክንብል ኢና ከለይ ቀንጢጥካ ኢና ክንብል ደስታ ኣዕጢቅካኒ። እያሱን ካሌብን በይኖም ኣይኮኑን ክሕጎሱ፣ እቲ ህዝቢ ምስኦም ክሕጎስ ነይርዎ። ኣብዚ መንፈስ እዚ እግዚኣብሔር ኩላትና ክንኣቱ ይደሊ። ካብ ሎሚ እዚ ኢኹም ክፅበዩ ዘለኩ በቃ ክስሕቕ እየ ክሕጎስ እየ ደስ ክብለኒ ብዘይንገር ከዓ ሓጎስ ኣሎ እንዲ ዝንገር ሓጎስ ሕጉስ ትብል እሞ ኣይተሓጒሰ እንዴ ትብል ዘይንገር ከዓ ኣሎ ዘይተልኩም ዘይንገር ኮንትሮል ትገብሮ ኣይኮነን ዘይንገር ተሳፍሕ ጥራይ ኢኻ ዘይንገር ኣብ ሂወት ሰብ እንተ ኣትዩ ሰብ ዝገብሮ ይብሉ ሰይጣን ሓሳዊ እዩ ተስፋ ዘይብሉ ተስፋ ጌርና መፂናስ ተስፋ ዝተገብሮ ነገር ተስፋ የለን ክብለካ ይኽእል እዩ ሓሳዊ በልዎ ክስሕቕ ኢኻ ትብሎ ደስታ ዕጢካኒ ኢኻ ሓጎስ መሊእካኒ ኢኻ ካብ ለሞ ክነግረኩም ክፉት ሰማይ እዩ ዘለዎ ሪቫይቫል እዩ ዘሎ መልኣክ ክርኢ ዝደሊ ይኸው ይሄልካ ሰማይ ክኸይድ ደሊ ርሕዊቲ ደገ እዚ መንፈስ እዚ እግዚኣብሔር ለቂቀልኩም የልና ለቂቀልኩም የልና በቃ ተለቂቁ ተለቂቁ እዩ ትርኢ ትኾንኩም ረኣዩ ሰብ እንታይ ሓልም ነይሩ ኣይፈልጥን ካብ ሎሚ ግን ጥዑይ ይሕለም ክርኢ ዝደሊ ከምዚ ኢሉ ይጸበ። መልኣኽ ክርኢ ዝደሊ ከምዚ ኢሉ ይጸበ። ክትርኢ ተደሊኻ ኢማጂን ግበር፣ ቅድም ናብኡ ገጽካ ጌር ኪድ። ሰማያት ክኸፈት ደሊኻ ሰማያት ይከፈት ኢልካ ናብ ሰማያት ጠምት። ምስ ቅዱሳን ምዕላል ደሊኻ እኒሄልካ፣ ምስ ጎይታ ክትዕል ደሊኻ እኒሄልካ። ኩሉ ጎይታ ከፊተ ኢሉ እዩ። ንዓይ ኣይምልከተንን እዩ ዝብል ሰብ ተስፋ ዘይቁርጽ ተስፋ ባቁርጽን ኢሉ ዝምህለል ሰብ እዩ። እምቢ ነቑርፅን ተስፋ ጥራይ ዘሎ እስኪ በሉ ማሓጎስ ዶ ይሃብኩም ክፅልየልኩም ሓጎስ ዶ ይሃብኩም ዘይንገር ደስታ ዶ ኣምላኽ ሰሓቕ ይሃብኩም ከልኻ ፈቲሑ ማእሰርቲ ዘለዎ ሰብ እንተስሒቑ ብለኩም ኣለኹ ማእለያ ዘይብሉ ናይ እግዚኣብሔር ሓይሊ ስለ ዝኾነ እቲ ሰብ ነፃ እዩ ብድሕሪኡ ዝኽልክሎ ነገር የብሉን ዘመኽንዮ ነገር የብሉን ከልኻ ዝፈትሕ ጸልማትካ ዝገፍፍ ሓጥያትካ ዘወግድ ጭንቀትካ ዘወግድ ሞትካ ዘወግድ ክፉእካ ዘወግድ መን ባዕሉ እግዚኣብሄር ስለዚ ክብሪ ንጎይታ ይኹን ኣብ ከነኣን ኢና ዘለና መነ መን እዮም ቀዳሞት ዝወረሱ ልክዕ ምስ ሰገሩ ወሪሶም ኣትዮም ተጀሚሩ ምውራስ ማለት እኮ እዩ ተጀሚሩ ማለት እኮ እዩ ታሰብ እንታይ ኢና ክንገብር ተጀሚሩ ማለት እኮ እዩ ውረሱ ካብቲ ናይ እግዚኣብሔር ተኻፈሉ እሞ ተኻፈሉ እሞ ፅቡቅ ገይሩ ይርዳእካ ምስ እግዚኣብሔር ክትሓስብ ትጅምር ከቢድ ዝበሃል ዝነበረ እንጀራኻ ክኸውን ይጅምር ስለዚ ኣምላኽ በዚ ጸጋ እዚ ንኹላትና ይብጽሓና ይርድኣና። ካብ ሎሚ ሰብ ይጸበ እዩ ንጎይታ። ሰማይ ክኸይድ መዓልታዊ ንጎይታ ይቕረቦ። መላእኽቲ ክርኢ እግዚኣብሔር የዕንተይ ክፈቶ ይበሎ። ድምጹ ክሰምዕ ምስ እግዚኣብሔር ምዕላል ይጀምር። ተዛረበኒ ዝብል መንፈስ ይሃልወና። ኣምላኽ ባዕሉ እዩ ተስፎኦም ከስተውዒሉ ተስፋኦም ክዝክሩ ኢሉ ኣትዮም ከም ዘለዉ ብእኡ ከመስግኑ ናይ ሓጎስ ግዜ ክኾነሎም ኢሉ እስኪ ልኡኻት ልኣኽ ኢልዎም ካካብ ነገድ ኪዱ ነነገድኩም ንገርዎ ንዝረኸብካዮ ነገድ ንገሮ ናይ ደስታ ግዜ እዩ ናይ ሓጎስ ግዜ እዩ ከልና ዝፍትሓሉ ግዜ እዩ ደስታ ንዕጥቐሉ ግዜ እዩ ተጨነቐ ከማን ኩሉ ተጨኒቑ እንተመፅእ ንዓ ክንፅሊ ኢና እግዚኣብሄር ናይ በረኸት ግዜ ኢልዎ እዩ ንጸሊ ኢኻ ትብሎ ባቃ ናይ ሓጎስ ግዜ ይግበረልና ትብሎ ሓጎስ ምስ መጾ ባዕሉ እግዚኣብሄር ክኣኽሎዶ እዩ ኣብዛ ህይወት እዚኣ ክትመላለሱ እግዚኣብሄር ይሃብኩም እግዚኣብሄር ገይርዎ እዩ እሞ እግዚኣብሄር ይሃብኩም እስኪ ክሕጎስ ዝደሊ ሕጂ ክስሕቕ ዝደሊ ክሕጎስ ብኣምላኽ ዝደሊ እንታይ ማለት ይመስለኩም ገሊኡስ ንጸልም ስበልካየሲ መሊሱ ናብ ጭንቀት ይዝኣቱ ኣነ ከምኡ ይበልኩ ተሓጎስ ማለት ሰሓቅ ማለት እየ ደስ ይበልካ መንፈስ ይፍሰስካ ውሽጥካ መንፈስ ቅዱስ ይእተዎ ማለት እዩ መንፈስ ቅዱስ እቶ ክትብሎ ኢለ እየ እምበር ጸልዩ ኢለኩም ድንን ክትብሉ ኢለ ጸልዩ ይብለኩም ንሕጂ መንፈስ ቅዱስ ግን ከኣቱ ሓይሊ እግዚኣብሄር ግን ከኣቱ ክብሪ እግዚኣብሄር ግን ከኣቱ ሓድሽ ነገር እግዚኣብሄር ከምጽእ መንፈስ ክፈስስ ኣትሞስፌር ናይ ገዛኻ ክቕየር በቃ ካብ ለማዓንቲ ካልእ ኣትሞስፌር እዩ ዘለና በሉ ካልእ በቃ ብኻልእ ኢኻ ትፅበዮ ሓድሽ እዩ እግዚኣብሔር ሓድሽ ኢሉና እዩ ብሓድሽ መንፈስ ጎይታ ከዓ እዚ መንፈስ ዝኸፍስሶ እዩ ካብ ለማዓንቲ ኩሉ ነገር ሓድሽ እዩ እግዚኣብሔር ኣምላኽና ይፅል ኣለኹ ብስም ጎይታና ኢየሱስ ክርስቶስ ናብ ህዝብኻ ከልድ ዝፈትሕ መንፈስ ሰሓቕ ዝመልእ መንፈስ፣ ከሊ ዝኣሊ መንፈስ፣ ጸልማት ዝገፍፍ መንፈስ፣ ሓጎስ ዝመልእ መንፈስ፣ ዘይንገር እኳ ደኣ፣ ዘይንገር ሓጎስ፣ ዘይንገር ሰላም፣ ዘይንገር ዕረፍቲ፣ መንፈስ ቅዱስ መንፈስ ቅዱስ ኣሜን። ከሊ ዝገፍፍ ከለይ ፈቲሕካ ደስታ ዕጢቕካኒ ኢኻ ከልና እግዚኣብሔር ይፍትሓዮ ደስታ ግን እግዚኣብሔር ይዕጥቐና ካብ ሎሚ ምሸትና ዝተባረኸ ይኹን ካብ ሎሚ ራእይ ሰማይ ንርኢ ካብ ሎሚ እግዚኣብሄር ሰማያት ከፊትልና እዩ ካብ ሎሚ መንፈስ ቅዱስ ጥራይ ከወርደና ካብ ሎሚ ፍሉይ ነገር ክንርኢ ኢና ካብ ሎሚ ብመንፈስ ቅዱስ ክንሕጎስ ኢና ካብ ሎሚ ሰሓቕ ጥራይ ክኸውን ህይወትና ካብ ሎሚ ሰሓቕ ጥራይ ክኸውን እዩ ቤትና ካብ ሎሚ ተስፋና ዝመልአ ሰባት ክንከውን ኢና እግዚኣብሄር ኣቦና ነመስግነካ ኣሎና ክብሪ ከኣ ንዓኻ ንህበካ ኣሎና ስለ ቃልካ ተመስገን ብሓቂ ሰብ ካብ ላዕሊ ተይተዋሂቡ ወላ ሓንቲ ከመጽእ ኣይክእልን እዩሞ እቲ ካብ ላዕሊ ዝሃብካና ቃልካ ነመስግነካ ኣሎና ስምካ ይባረኽ ህዝብኻ ድማ እግዚኣብሔር ኢንጆይ ክገብሮ ንመንፈስካ ብኢየሱስ ስም መንፈስካ ኣብ ልዕሊ ህዝብኻ ይኹን ብኢየሱስ ስም ኣብ ልዕሊ ህዝብኻ ይኹን ብኢየሱስ ስም ኣብ ልዕሊ ህዝብ ብሽም የሱስ ንዝሰምዕ ዘበለ ኩሉ እግዚኣብሔር መንፈስካ ክኣቶ ታሪኽ ክቕይሮ ይጽሊ ኣለኹ ኣይከኣልኒ ዝበሃል ኣባኻ የለን እሞ ተመስገን ኣነ እቲ ኩሉ ዝኽእል ኣምላኽ የካ ኢኻ እሞ ክብሪ ንህበካ ኣሎና በኢየሱስ ክርስቶስ ስም ኣሜን